ፈለማ ኣርእስተ ዜናታት ነቲ ኣጋጢሙ ዘሎ ተፈጥራዊ ምልውዋጥ ኩነታት ኣየር ስዒቡ ኣብ ትግራይ ደርቂ ከጋጥም ከም ዝኽእል ተገሊጹ። ኣብ ትግራይ ካብ እዋን ናብ እዋን ሓደጋ ትራፊክ ይበዝሕ ከም ዘሎ ተገሊጹ። ቀዳማይ ሚኒስተር ኣብዪ ኣሕመድ ኣብ ዙርያ ንጉስ ሃፀ ዮሃንስ ኣመልኪቶም ዝሃብዎ ርእይቶ ኣዘራራቢ ኮይኑ። መንግስቲ ስዑዲ ዓረብ ንልዕሊ ሓደ ሽሕ ኢትዮጵያውያን ምሕረት ገይሩ። ጋንታ ሲዳማ ቡና ዋላ እውን ስዕረት ይግጠማ ኣዋሳ እንትኣቱ ድሙቕ ኣቀባብላ ተገይሩላ። ሕዚ ድማ ናብ ዝርዝር ዜናታትና ክንሰግር። ነቲ ኣጋጢሙ ዘሎ ተፈጥራዊ ምልውዋጥ ኩነታት ኣየር ኤልኒኖ ስዒቡ ኣብ ትግራይ ቀጻሊ ዓመት ከቢድ ድርቂ ከጋጥም ከም ዝኽእልን ጥንቃቐ ከም ዝሓትትን ተገሊጹ። ኮሚሽን ኣመራርሓ ስግኣት ሓደጋን ድልውነትን ትግራይ ኣብ ዘውፅኦ ፀብፃብ ንኤልኒኖ ስዒቡ ኣብ ብርክት ዝበሉ ከባቢታት ትግራይ እኹል ዝናብ ከምዘየለን ነዚ ስዒቡ ካብ ከቢድ ክሳብ ማእኸላይ ሓደጋ ድርቂ ከጋጥም ከምዝኽእል ተገሊፁ ኣሎ። ብመሰረት እዚ ዝኸፍኣ ሓደጋ ድርቂ ኣብ ወረዳታት ኣበርገለየ ጭራ፣ ኣፅቢ፣ ዒስራ ዓዲ ወጀራት፣ እንደርታ፣ እገላ ኢሮብ፣ ጉሎ መኸዳ፣ ሕንጣሎ፣ ላዕለዋይ ፀለምቲ፣ ነቕሰገ፣ ራያ ኣላማጣ፣ ራያ ዓዘቦ፣ ራያ ጨርጨር፣ ሰሓርቲ ሳምረ፣ ሰብ ሓሳዕሰዕ፣ ሰለዋ ጻዕዳ ኣምባ፣ ጣንቋ ምላሽ፣ ጽራእ ወንበርታን ዛታን ከጋጥም ከም ዝኽእልን ኣብ ካልኦት ብርክት ዝበላ ወርዳታት ድማ ከቢድን ማእኽላይን ሓደጋ ደርቂ ከጋጥም ከም ዝኽእል ተገሊጹ እዩ። ነዚ ድማ መንግስቲ ትግራይን ካልኡት ዝምልከቶም ኣካላትን እኹል ምድላው ክገብሩን እቲ ሓደጋ ዝኸፍእ ሓደጋ ከየብጽሖ ከሎ ናይ ምክልኻል ስራሕቲ ክሰርሑን ማዕዳ ቀሪቡ እዩ። ኣብ ትግራይ ካብ እዋን ናብ እዋን ሓደጋ መኪና እንዳተበራኸተ ይመፅእ ከም ዘሎን ብፍላይ ንሕፅረት ነዳዲ ስዒቡ መራሕቲ መኪና ነተን መካይን ልዕሊ ዓቕሚ ይፅዕንዎን ከም ዘለውን ቴክኒካዊ ብቕዓት እተን መካይን እውን ግቡእ ጠመተ ከም ዘይግበረሉ ተገሊፁ። ኣብዚ ቅንያት ኣብ መስመር ኣላማጣ መረዋ ብዘጋጠመ ሓደጋ መኪና ኣብ ልዕሊ ህይወትን ንብረትን ከቢድ ጉድኣት ከም ዝበፅሕ ተገሊፁ። ካብ ወረዳ ኣላማጣ ዕሸል ከተማ መረዋ ኣብ ዕዳጋ ውዒሎም ናብ መረበቶም ብዝምለሱ ሰባት ዝፀዓነት ኣውቶቡስ ዓዲ ደረባ ኣብ ዝተብሃለ ቦታ ብዝበፅሐ ሓደጋ ምግልባጥ ኣርባዕተ ሰባት ሽዑ ንሽዑ ከም ዝሞቱን ኣብ ልዕሊ ሰላሳን ትሽዓተን ሰባት ናይ ከቢድን ቀሊልን ጉድኣት ኣካል ከም ዝበፅሐ ጉዳያት ኮሙኒኬሽን እታ ወረዳ ገሊፁ። ሕፅረት ነዳዲ፣ ጥቡቕ ቁፅፅር ትራፊክ ዘይምህላው፣ ብልሽትን ግቡእ ክትትል ቴክኒክ ዘይምክያድን፣

ኣብ ክልል ኣምሓራ ከተማ ደብረ ማርቆስ ተረኺቦም ኣብ ዘስምዕዎ መደረ ሃፄ ዮሃንስ ኣብ ልዕሊ ህዝቢ ኣምሓራ ዘብፅሕዎ ግፍዒ ከቢድ እዩ ድሕሪ ምባሎም ብርክት ዝበሉ ነጠፍቲ ማሕበራዊ ሚድያ ትግራይ ነቲ ተግባር ብትሪ ኮኒኖሞ እዮም። እቶም ቀዳማይ ሚኒስተር ሃፄ ዮሃንስ ኣብ ልዕሊ ህዝቢ ኣምሓራ ከቢድ ግፍዒ ፈፂሞም እዮም፣ ስለዚ ንስኻትኩም ብዝኾነ ፈተና ዘይትስኮኑ ህዝብታት ኢኹም ክብሉ ገሊፆም እዮም። ነዚ ስዒቡ እቶም ነጠፍቲ ማሕበራዊ ሚድያ እቶም ቀዳማይ ሚኒስተር ኮነ ኢሎም ኣብ መንጎ ህዝብታት ኣምሓራን ትግራይን ክፍተት ንምፍጣር ዓሊሞም ነቲ መርዛም መልእኽቲ ከም ዘሕለፉ ገሊጾም እዮም። ብፍላይ ድማ እቲ ሕጂ ተጀሚሩ ዘሎ ናይ ምትሕብባርን ብሓባር ናይ ምቅላስ መንፈስን ህዝብታት ትግራይን ኣምሓራን ንምድኻም ዝኸድዎ ሽርሒ ምዃኑ እቶም ነጠፍቲ ማሕበራዊ ሚድያ ገሊጾም እዮም። ኢትዮጵያ ንሰለስተ መዓልታት ናይ ንስሓን ይቕረታን ጸሎት ክትጅምር መራሕቲ ሃይማኖት እስልምናን ክርስትና ንምእመናን ጸዊዖም። እቶም መራሕቲ ሃይማኖት ኢትዮጵያ ካብቲ ኢትዮጵያ ኣትያቶ ዘላ ከቢድ ቅልውላውን ጸገምን ንክትወጽእ ናይ ሰላምን ዕርቅን ጸሎት ኢሉ እውን ንስሃን ጣዕሳን ከም ዘድልያ ገሊጾም እዮም። ኣብዛ ሃገር ተስፋሕፊሑ ዘሎ ዘርኣውነት፣ ኲናት፣ ጥሜት፣ ሕነ ምፍዳይን ናይ ቂም ፖለቲካን ነዛ ሃገር ናብ ሓደጋ ኣእትይዋ ከም ዘሎ ድሕሪ ምግላጽ ነዚ ብሃይማኖታዊ ጸሎት ናብ ፈጣሪ ኢድካ ምዝርጋሕ ከም ዘድሊ እቶም መራሕቲ ሃይማኖት ገሊጾም እዮም። ምዋትን ቀታልን ኣነየ ዝብል ቴማ ዘለዎ እዚ ናይ ሰለስተ መዓልታት ናይ ጸሎትን ንስሃን መርሃ ግብሪ ኩሎም ሃይማኖታት በቢ እምነቶም ከተግብርዎ ሓሳብ ቀሪቡ እዩ። እዚ ድማ ንብዙሓት ብቐረባ ንፖለቲካ እዛ ሃገር ዝጥምቱ ተንተንት ተንተንቲ ህዝቢ ተስፋ ቆሪጹ ናብ ፈጣሪ ከም ዘምርሐን ናብ ፖለቲከኛታት ተስፋ ከም ዝቖረጸን ከም ዘመላኽት ገሊጾም እዮም። መንግስቲ ስዑዲ ዓረብ 1971 ሰባት ዕላዊ ይቕረታ ከም ዝሃበ ተገሊጹ እቶም ኢትዮጵያውያን ብዝተፈላለየ ገበናት ኣብ ትሕቲ ቁፅፅር ዝወዓሉን ፍርዲ ዝተውሃቦምን መንባሮምን ኮይኑ ግን ከከም ዝሰርሕዎ ገበን ይቕረታ ከም ዝተገብረሎም ተገሊጹ ሚኒስተር ጉዳያት ወጻኢ ኢትዮጵያ ኣብ ዘውጽኦ ሓበሬታ ድሕሪ ዝተኻየደ ዲፕሎማስያዊ ጻዕሪ እቶም ኢትዮጵያውያን ምሕረት ተገይሩሎም ኣብ ቀረባ ናብ ሃገሮም ከም ዝኣትዉ ተገሊጹ እዩ። እዚ ኮይኑ ግን ሕዚ እውን ብኣማኢት ዝቑጸሩ ኢትዮጵያውያን ኣብ ስዑዲ ዓረብ ናይ ሞት ፍርዲ ተፈሪዶም ዝቕተልሉ መዓልቲ ይጽበዩ ከም ዘለውን ካብዚኣቶም ልዕሊ ኣርባዓ ወገናት ከም ዝተቐተሉ ክገልጹ ጸኒሖም እዮም። ዝተረፉ እውን ከይቀተሉና ከለዉ ብጽሑልና ክብሉ እውን ጻውዒት ኣቕሪቦም እዮም። ናብ ስፖርታዊ ዜናታት እንትንሰግር ኣብ ጸወታ ጽዋዕ ኢትዮጵያ ብጋንታ ወልዋሎ ዩኒቨርሲቲ ዓዲግራት ክልተ ንባዶ ዝተሰዓረት ጋንታ ሲዳማ ቡና ኣዋሳ እንትኣቱ ድሙቕ ኣቀባብላ ተገይሩላ። ቀዲማ ጽዋዕ ፕሪምየር ሊግ ኢትዮጵያ 2018 ምልዓላ ዘረጋገጸት ጋንታ ሲዳማ ቡና ዋላ እውን ኣብ ጽዋዕ ኢትዮጵያ ስዕረት ተመዝግብ ብደገፍቲ ዝተገበረላ ኣቀባብላ ግን ዘምህር ኮይኑ ኣሎ። ኣብ ፍጻመ ዝተስዓረት ጋንታ በቲ ናይቲ ሊግ ዓወት ተደቢሳ ብደገፍታ ዓብዪ ፍቕርን ድጋፍን ተለጊሱላ እዩ። ምምሕዳር'ታ ከተማን መንግስቲ ክልል ሲዳማን ድማ ነዛ ጋንታ ዝለዓለን ታሪካዊ ዝተብሃለሉን ሽልማት ገንዘብን መሬትን ከም ዘበርክተላ ተገሊጹ እዩ። ተዓዋቲት ጽዋዕ ኢትዮጵያ ክልተ ሽሕን ዓሰርተ ሸሞንተን ወልዋሎ ዩኒቨርሲቲ ዓዲግራት ብወገና ኣብ ከተማ መቐለን ዓዲግራትን እንትኣቱ ድሙቕ ኣቀባብላ ክግበረላ ትጽቢት ብዙሓት እዩ። እምበኣርከስ ዝኸበርኩም ተኸታተልቲ ፎሮም ትግራይ ንሎሚ ዝነበሩና ዜናታት ነዚኦም መስሉ ነይሮም። ኣብ ቀጻሊ ብካልኦት ዜናታትን ምድላዋትን ክንራኸብ ኢና። ሰላም።